ንነዊሕ ዓመታት ኣሸጊሩኩም ዝነበረ ድኾነ ነገር ውጽኢት እንተ ደኣ ሃልዩ፣ ነቲ ውጽኢት እቲ ጸሊኹምሉ ደቅሱም ኣብ ድቃስኩም ድማ ፈጣሪ ክሰርሖ እዩ።
ምናልባት ጸገማት ነቲ ዘይተሰርሐ መንነትካ ክሰርሑ፣ ንዓኻ ክስሕሉኻ፣ ክጸርቡኻ ዝመጹ ዕድላት እዮም። መወዳእትኡ ንሰናይካ፣ ንጽቡቅካ እዮም። ስለዚ።
ብሰንኪ ጥበብ ምስጋና ኣብ ድኽነት ተሸሚሞም ዝነብሩ ሰባት ብዙሓት እዮም።
ዳህለይቲ በጢልካ ኣሊፍካስ ኣስትኻ ሓሚሙ ከይደቀሰ ክቕንዞ ወይ ዝኾነ ሽግር ዘጋጠሞ ሰብ ኣሎ ወይ ክጭነቕ ዝሓደረ ሰብ ኣሎ ዳስዋይ ከተመስግን ኣለካ
ናይ ሎሚ ቪድዮ እትኸውን ህይወት ምርር ምስ በሎ ኣብ ህይወቱ ደሎ ውፅኢታት ኣሰልቸሞ ዘለዉ ህይወት ኣተኹ ወፃእኹ በላዕኩ ሰተኹ ጥራይ ምስ ዝኾነቶን ናይ ብሓቂ ከዓኒ ትርጉም ዘለዎ ህይወት ንምንባር ጨኪኑ ንዝተለዓለ ሰብ እያ ትኸውን። ሓደ እዋን ሓደ ሰብኣይ ኩሉ ግዜ ብናብርኡ የማርር ነበረ። ኣነ እኮ ድኻ እየ፣ ዕድል ዘይብለይ ፈጣሪ እሞ ከዓ ሕጅስ ረሲዕኒ እዩ እናበለ ኩሉ ግዜ የማርር። ብድሕሪ እዚ ሓደ መዓልቲ ሓደ ኣረጊት ከምኡ ክብል ሰምዖ። ድሕሪኡ እንታይ ኢልዎ? ንዓሞ ዝወደይ ንዓ ንዓሞ ከፍል ኣነ ንስኻን እሞ ሓደ ውዕል ዘይንገብር ኢሉ ሓተቶ። እቲ መንእሰይ ከዓ እንታይ ዓይነት ውዕል ኢለ ሓይቶ እታ ኣረጊት ሽዑ ድሓን እስኻ ክልተ የዒንትኻ ትህበኒ ኣነ ኸዓ ሓደ ሚልዮን ዶላር ክህበካ እየ በሎ እቲ መንእሰይ ሰንበደ እዘን ክልተ ቢልዮን የዒንተይሲ ብሰለ ክላወጠካ ትደልየኒ ኣለኻ ዋ ኣቦ ከምኡስ ኣየዋፅኣንን እዩ ኣይገብርኒ ኢሉ ከም ሕርቕ ኢሉ መለሰሉ ድሕሪ እቲ ኣረጊት መሊሱ ቀፀለ እሞ ደሓን የዒንትኻ ኣይደልን ካብ በልካ ስእዳውካኸ በል ክልተ እዳውካ ሃበኒ እሞ ኣነ ከዓ ክልተ ሚልዮን ዶላር ገይረ ክህበካ እየ በሎ እቲ መንእሰይ መሊሱ ሓሪቑ ኣቦ ሎምስ ነገረ ኢኹም ደሊኹም ንመስለኒ ፈፂሙ ፈፂሙ ይከውንን ይዋ ኣይህበካኒ ኢሉ መለሰሉ ድሕሪኡ እቲ ኣረጊት ፍሽኽ ኢሉ ከምዚ በሎ እምበኣርከስ ካብ ክልተ ሚልዮን ዶላር ንላዕሊ ዝኣክል ሃብቲ ሒዝካሲ ከመይ ኢልካ ኢኻ ኣነ ድኻ ኤዶ ፈጣሪ ረሲዕኒ እናበልካ ተማርር ዘለኻ ኢሉ ሓተቶ ኣብ ህይወት እቶም ክባራት ዝበሃሉ ነገራት ፈጣሪ ብናፃ ይህውና ኦክስጅን ብናጻ ሂቡና፣ ጸሓይ ብርሃን ብናጻ ሂቡና፣ ማይ ብናጻ ሂቡና። ብናጻ ዝሃበና ግን ሕሳራት ኮይኖም ዘይኮነስ ክንገዝኦም ስለ ዘይንኽእል፣ ክንገዝኦም ልዕሊ ዓቕምና ስለ ዝኾነ እዩ።
ብዙሕ ግዜ ንሕና ነቲ ዋጋ ዘይነውጻሉ ህያባት ከም ተራ ነገር ኢና ንርእዮ። ምስጋና ማለት ግን ነቲ ዘለካ ብርሃን ክትዕዘቦ ምኽኣል ማለት እዩ። ክሳብ ትስእኖስ ኣይትጸበ። ምሽ ኣሎ ከምዚ ገለ ገሌና ምስ ተጸልኣና፣ ንእሸይ ምስ ተጸለኣትና፣ ነቲ ናይ ጥዕና ዝነበረ ግዜና ንዝክሮ። ከምኡስ ኣይንኹን። ሎሚ ብህይወት ምህላውና ጥራይ እዩ ንዓለም ክንቅይረሉ ንኽእል ዓቢ ዕድል እዩ። ብመጠን ምሕረቱ ብመጠን ረድኤቱ ከዓ ከምዚ እ፣ ክነመስግን ከዓ ግቡእና እዩ ምሻሎ ካብ ድቃስካ ደቂስካ ብ ሰላም ምትንሳእ ቀሊል ነገር ኣይኮነን ወፊርካ ብ ሰላም ምእታው ቀሊል ነገር ኣይኮነን ለይቲ ብሰላም ደቂስካ ምሕላፍ ቀሊል ነገር ኣይኮነን ዳህለይቲ በጢልካ ኣሊፍካስ ኣብትኻ ሓሚሙ ከይደቀሰ ክእዞ ወይ ዝኾነ ሽግር ዘጋጠሞ ሰብ ኣሎ ወይ ክጭነቕ ዝሓደረ ሰብ ኣሎ ዳስዋይ ከተመስግን ኣለካ እንደን ሓዳሽ መዓልቲ ክትመፅእ ከላ ኣነ ከም ሳይሞን እንተይነት ኣለኒ ጊፍቲ እያ ተዋሂባትኒ ዘላ which is you have a new day you have a new gift ተዘይኮይኑ ህይወት መዓልቲ ጠጠው ከምትብላ ኣይትፈልጣን ኢኻ ስለዚ ነቲ ነቲ ነቲ ጊፍቲ ተዋሂባትካ ዘላ መዓልቲ እንድሕር ዘየመስጊንካላ ደን ነተን ዝቕፅላ እውን ኣይክትረኽበን ኢኻ ሚስ ክትገብረን ኢኻ ማለት እዩ ነገር ግን ምምስጋን ነቶም ዘለውኻ ጸጋታት ነቶም ዘለውኻ በረከታት ከተመስግን ከለኻ ተመስግነሎም ነገራት እዮም ዝውሰኹኻ በንጻሩ ክተማርር ከለኻ ተማርረሎም ነገራት እዮም ዝውሰኹኻ
ኣብዚ ዓለም ሓደ ዓብይ ጌጋ ኣሎ ንሱ ከዓ ኩሉ ነገር ምስ ተማላኣለይ እየ ክሕጎስ እዚ ምስ ገበርኩ ፐርፌክት ላይፍ ክነብር እየ ዝብል ኣተሓሳስባ እዩ ስምዓኒ ሓወይ ምስጋና ውፅኢት ናይ ዓወት ኣይኮነን እንታይ ደኣ ምስጋና መበገሲ ናይ ዓወት እዩ ሕጉስ ስለ ዝኾንካ ኣይኮንካን ተመስግን እንታይ ደኣ ስለ ዘመስገንካ ኢኻ ሕጉስ ትኸውን ብንግኡ ክትስእን ከለኻን ምሸት ክትድቅስ ከለኻን ምስጋና ከምኡ ውን ጸሎት ጌርካ ምድቃስ እዩ ሞር ስፒሪቹዋል ምዃን እዩ ስለዚ እዚ ነገር እዚ ቀሊል ክመስለና ክእል እዩ ጋይስ ኢልካ ምስራሕ ይምበር ምጉያይ ይምበር ንጸሎት ድኾን ንምስጋና ድኾን ግዜ ኣሎ ኢልካዮ ድዩ ንብር ኢና እስኪ ሞባይልኩም ቼክ ግበሩ ኢኹም ክንደይ ሰዓታት ኢና ሞባይልና ነጥፍእ ብዙሕ ሰዓታት እዩ ሓቀይ ኣብ ደይጥቕም ቦታታት ክንደይ ግዜ ኢና ስራሕ ነጥፍእ ነቲ ናትና ስፒሪቹዋሊቲ እንተደኣ ኢኖ በብ እምነትና በብ ሃይማኖትና ሸለል ንብሎ እንተደኣ ኮይና ኢኖ ድጎድል ነገራት ኣሎ እዩ ኣብ ዘይ ኢንድ ኦፍ ዘ ደይ ከኣኒ ኣብ መወዳእትኡ ዘሊላ ማንቲለስ ዘሊላ ዘሊላ መንበሬታ ዘሊልና ዘሊና ናብ ፈጣሪና ኢና። እቲ ከይሰስዐ ሰውነት ዝሃበካ ፈጣሪ እቲ ከይሰስዐ ሂወት ዝሃበካ ፈጣሪ ዝኽደን ዝብላዕ ክኽልክለኒ ኢልካ ስለምንታይ ትፈርሕ ይብል እቲ ዝዓበየ ምሳኻ ከሎ እቲ ዝበለጸ ሂወት ሂውካ ከሎ በቲ ዝነኣሰ ነገር ኢኻ ክትጭነቕ ክተማርር ትውዕል ዘለኻ ስለዚ ቁጽር ተቢልካዮ ሕስብ ተቢልካዮ ካብቲ ዘይብልካ እቲ ዘለካ በረከታት ከም ዝበዝሕ ርግጸኛ ኩን
መብዛሕትና ነቲ ዘይብልና ነገር ኢና ነተኩር፣ እታ ዘይብልና መኪና፣ ዘይብልና ጽቡቕ ገዛ፣ ክንረኽቦ ዝነበረና ዕድል፣ ምሳና ዘየለዉ ስድራ። በዚ ምኽንያት ድማ ነቲ ኣብ ኢድና ዘሎ ዓብዪ ሃብቲ ክንስተውዕለሉ ኣይንኽእልን ኢና። ሓደ ዓብዪ ፍላስፋ ከምዚ ኢሉ ነይሩ፣ ብዘለካ ነገር ሎሚ እንተዘይተሓጒስካ፣ ዓለም ምሉእ እንተትወሃበካ እውን ኣይክትሕጎስን ኢኻ። ኣቱም ሰባት ኣብ ምስጋና ዘሎ ሓይሊ ክነግረኩም ኣይክእልኒ ብሰንኪ ጥበብ ምስጋና ኣብ ድኽነት ተሸሚሞም ዝነብሩ ሰባት ብዙሓት እዮም። ምስጋና ነቲ ዘለካ ነገር እኹል ከም ዝኸውን እዩ ዝገብሮ። ንሱ ንዘለካ ውሕድ ነገር ናብ ብዙሕ፣ ንሕፅረት ናብ በሽበሽበሽ ዝብል እኹልን ትሩፍን፣ ንጭቕጭቕን ምምራርን ድማ ናብ ሰላም ዝቕይር ሓያል ኢንጂነር እዩ። ምስጋና ስምዒት ኣይኮነን እንታይ ደኣ ምስጋና ፍሪኩንሲ እዩ ልክዕ ከምዚ ናይ ሬድዮ ፍሪኩንሲ ምሻሎ ቀደም ሬድዮ ዛራ ገለ ክንሰምዕ ከለና 97 ሜጋ ሄርዝ ንገብራ እሞ ደርፊ ይመፀና ንሕና ከኣ ኣብቲ ዘለና ነገር ክነመስግን እንከለና ንተወሳኺ ጽቡቕ ነገር ኢና ናብ ህይወትና ንዕድም ዘለና ልክዕ ከምቲ ሓንቲ ደርፊ ምስ ወደት ካልእ ደርፊ ትመጽእ ዝነበረት ሲ ኣብዚ ከኣ ክነመስግን እንከለና ስኒ እታ ምስጋና ካልእ ተወሳኺ ጽቡቕ ነገር እያ ኣብ ህይወትና ትዕድመልና ምክንያቱ ሪፕሮግራም እዩ ዝኾነ ኣእምሮኻ ሒዝካዮም ዝደቀስካ ነገራት ሒዝካዮም ኢኻ ትትስእ ንነዊሕ ዓመታት ኣሸጊርኩም ዝነበረ ዝኾነ ነገር ውፅኢት እንተደኣ ሃልዩ ነቲ ውፅኢት እቲ ፀሊኹምሉ ደቅሱም ኣብ ድቃስኩም ድማ ፈጣሪ ክሰርሖ እዩ ምናልባት እቶም ዘጋጥሙኻ ዘለዉ ጸገማት፣ እቶም ዝደራረቡኻ ዘለዉ ሽግራት እውን ከይዶም ከይዶም መወዳእትኦም ንጽቡቕካ እዮም። መወዳእትኦም ንሰናይካ እዮም። ምናልባት ጸገማት ነቲ ዘይተሰርሐ መንነትካ ክሰርሑ፣ ንዓኻ ክስሕሉኻ፣ ክጸርቡኻ ዝመጹ ዕድላት እዮም። መወዳእትኡ ንሰናይካ፣ ንጽቡቕካ እዮም። ሕጊ ስሕበት ወይ ከኣ Law of Attraction ከኣ ከምዚ እዩ ዝብል፣ እንድሕር ኣመስጊንካ ዘመስገንካሉ ነገር ይበዝሕ፣ እንድሕር ደኣ ማሪርካኸ እቲ ዘማረርካዮ ነገር እዩ ዝበዝሕ። እምበኣርከስ ምርጫኻ እንታይ እዩ? ኣብቲ ዘይብልካ ነገር ዲኻ ከተተኩር ከምኡ እንተተኪርካ ዝያዳ ዘይብልካ ነገር ክመፀካ እዩ ወይስ ኣብቲ ዘለካ ንእሽቶ ፀጋ ዲኻ ከተመስግን ከምኡ እንተጌርካ ኸኒ እታ ንእሽቶ ፀጋ ዕፅፊ ዕፅፍታት ኮይና ክትፀሮ ኣብ ዘይትኽእል ፀጋ ብፀጋ ክትገብረካ እያ ምስጋና ልክዕ ከም ፊልተር እዩ ነቲ ኩሉ ሕማቕ ሓሳባትን ጭንቀትን ኣፅርዩ ነቲ ፅቡቕ ጥራሕ እዩ ናብ ኣእምሮና ከም ዝኣቱ ዝገብሮ እቶም ዕውታት ሰባት ካባና ዝበለፀ ነገር ስለ ዘለዎም ኣይኮኑን ዘመስግኑ እንታይ ደኣ ስለ ዘመስግኑ እዩ እቲ ፅቡቕ ነገር ዝስዕቦም ሓደ እዋን ሓደ ብናብሩ ዝተማረረ መንእሰይ ናብ ሓደ ዓቢ ለባም ሰብኣይ ከደ ብድሕሪ እንታይ ኢልዎ ኣብ ህይወተይ ኩሉ ነገር መሪርኒ ምንባረይ ዋጋ ስኢነሉ ፀገማት ጥራሕ ኣብ ህይወተይ መፀኒ ብሰላም ክነብር ኣይከኣልኩን ኢሉ በቃ ስቕ ኢሉ ነቲ ሰብኣይ ኣብ ርእሲ ርእሲ ኣብ ርእሲ ርእሲ ናይ መረረ ዘረባ ነጊርዎ እቲ ለባም ሰብኣይ ድማ እንታይ ገይሩ ሓንቲ ኩባያ ማይን ሓደ ጭልፋ ጨውን ሂብዎ ብድሕሪኡ ነቲ ጨው መብዛ ኩባያ ማይ የእትዎ ኣኹስካ ስተዮ በሎ እቲ መንእሰይ ከምቲ ዝተባህሎ ገይሩ ኣኹሱ ኹሱ ነዛ ማይ ጨው ገጢሙ ገዲፏ ብድሕሪኡ ገፁ ጭንድድድድድ ኣቢልዎ እወወወወወ ኣንታ ኣቦ ጨው ዳ ክበዝሕ ከሎ ዳ እንታይ ዳ እዩ መርዚ ክንደይ ዳ መርር እዩ እዋይ እዝስ መርዚ እዩ መርዚ ኢሉ መለሰሉ ብድሕሪ እዚ እቲ ለባም ሰብኣይ ፍሽኽ በለ መሊሱ ከዓኒ ሓንቲ ጭልፋ ጨው ሂቡ ንዓናይ ኢሉ ናብ ቀላይ ወሰዶ ብድሕሪ እዚ እንካም ወዝኻ ኣብ ጥቕ ናይ መሰንድዎ ኣኩስካ ኩስካ ስተ ኢልዎ። ብድሕሪኡ እቲ ሰብኣይ ነቲ ጨው ነቲ ጭልፋ ጨው ናብቲ ቀላይ ሰንድዩ ካብቲ ቀላይ ሓንቲ ኩባያ ሒዙ ሰተየ። ብድሕሪ እዚ እንታይ ይስምዓካ ኣሎ ሕጂኸ እንታይ እንታይ ጥዒምካ ኢልዎ። እቲ መንእሰይ ከኣ ዋእ እዚኣስ ኣቦ ጥዕምቲ ማይ እያ ፈኲስ ጥዑም ማይ ጥዒምኒ ዋላ ሓንቲ ጨው እኳ ኣይተሰማዓኒ በሎ። ብድሕሪኡ እቲ ለባም ሰብኣይ ከምዚ ኢሉ መኸሮ። ስማዕ ዝወደይ ኣብ ሂወትካ ዘጋጥመካ መከራን ጸገማትን ልክዕ ከምዚ ጨው እዩ እቲ ጨው ዓቐኑ ሓደ እዩ እቲ ጸገም ኣይውሕድ ኣይበዝሕ ታይ ደኣ እቲ ምረት ናይቲ ጸገም ግን ኣብቲ ናትካ ኣቕሓ እዩ ዝምርኮስ ኢልዎ ጸገማት ምስ መጹኻ ልብኻ ከምቲ ኩባያ ጸቢብ እንተጸኒሑ ሂወትካ ክትመርር እያ ልብኻ ብምስጋና ከምቲ ቀላይ ኣስፊሕካዮ እንተጸኒሕካኸ እቲ ጸገም ፈጺሙ ከማን ኣይክስማዓካን እዩ ኩሉ ነገራት ዕጽው ኣቢልና ልብና ነዳምጻ ፈጣሪ ኢኖ ልኾነ ሕሹ ክብለና እዩ ንውሽጢ እቲ ውልካ ብዝግባእ ኢኖ ድሌትኩም በልዎ እንተደሊኹም ሜዲቴሽን እንተደሊኹም ኣስተንትኖ በልዎ ከም ናትኩም ታሽሙ ውስድ ኣቢልኩም ጀስት እስኪ ትራይ ናይ ጸሎት ግዜ እውን ክኾን ይኽእል ጀስት ትራይ ቱ ዶይት ንውሽጢ ተመልኪትኩም ልብኹም ከተዳምጹ ፈትኑ ኢኹም ካብ ኩሉ ነገራት ውፅኢኩም ናይ ስቲልነስ ናይ ጽሞና ግዜ ምውሳድ ማለት እዩ ኣብዚ ብሎክ ታይም ብዙሕ ነገራት ክወፅእ ይውልስት ከመይ ኢኹም ደለኹም ብጣዕሚ ድመላለሱ ዓበይቲ ድበሃሉ ሱቅ ኢሎም ደናወፁኻ ሓሳባት ኣብ ወረቐት ክትፅሕፎም ወይ እውን መዓት ብጅምላ ስቕ ኢልካ ትጭነቕ ዝነበርካ እንተረኣኻዮ ብሎክ ታይም ክትወስድ እንከለኻ እቶም ቀንዲ ሽንግራትካውን እንዳረኸብካዮም እንዳስተኻኸልካዮም ኢኻ ትኸይድ። ምስጋና ንልብኻ ዘስፍሕ ሓይሊ እዩ። ንፀገማትካ ኣይኮነን ዘጥፍኦም ዘሎ እንታይ ደኣ ንዓኻ እዩ ካብቲ ፀገም ንላዕሊ ክትከውን ዝገብረካ ዘሎ። ኩሉ ሻዕ ኣብ ህይወትሲ ናይ ልበይ ይብለካ ኣለኩ ኣመስጋኒ ሰብ ክትከውን ዝበለጸ እዩ መራሃዋይ ዋእ ወዲ ሰብ ኩሉሻ ክላመዶ ኣነ ሃብታም ከይትከውን ትክእል ኢካ ገለ ከይኮኑ ዋላ እንተ ወሊድካ መጀመርያ እቲ ዝዓበየ ውርስ ንደቅካ ንምስጋን መሃሮም ምስጋና ማለተይስ እቲ ዝዓበየ በረከት ኣብ ምስጋና እዩ ዘሎ ፍርሃተ እግዚኣብሔር ማለት እዩ
ተረዲካ ኣሎ።
የቀንየለይ። ሎሚ እምበኣር ሓደ ውሳነ ክትውስን ኣለካ። ካብቲ የብለይን ዝብል ናይ ድኽነት ኣተሓሳስባ ወጺኻ ናብቲ ኣለኒ ዝብል ናይ ሃብቲ ኣተሓሳስባ ክትሰጋገር ይግባእ። እምበኣርከስ ነዚ ስጉምቲ እዚ በዘን ሰለስተ ምስጢራት ጀምሮ እሞኒ ከይተረድኣካ ሰተተተተት እናበለ ናብ ህይወትካ ምስጋና ክኣቱ እዩ። ቀዳመይቲ ናይ ምስጋና ጥራዝ ጽባሕ ንጎ ምስ ተሳእኻ ሰለስተ ከተመስግኖም እትኽእል ነገራት ጸሓፍ። ወላ እታ እተስተንፍሳ ኣየር፣ ወላ እታ ዝሰተኻያ ኩባያ ሻሂ፣ ወላ እታ ከፊትካ ብሰላም ትኣትወላ ገዛኻ ክትከውን ትኽእል። በቃ ተመስግኖ ነገር ምሽ ኣሎ ጥዕናኻ ድዩ ዝኾነ ተመስግኖ ነገር ሰለስተ ነገራት ኣብኣ ጸሓፍ። በዚ ኣጋጣሚ ናይ ምስጋና ደብተረይ ከላልየኩም። እዚኣ ትረኣየኩም ዘላ ናይ ምስጋና ደብተር እያ። እዚኣ ክንደይ ታሪኽ ክንደይ ሰነድ ዝሓዘት እያ። መዓልታዊ ዋላ ደቀቕቲ ነገራት ይኹኑ ፈጣሪ ዝገበረለይ ኣብ ህይወተይ ዝረኸብኩም በረከታት ዝምዝግበላ ደብተር ወይ ድማ ሰነድ እያ። ኣብ ውሽጣ ትሪእዋ ኣለኹም ብዙሕ ነገራት ዝሓዘት እያ። ካልኣይቲ ኣይትጸቐጥ ከተማርር ወይ ክትነቅፍ ገለ ምስ እትደሊ ብኡ ንብኡ ዝግ ኢልካ ደው በል ኣብ ክንድኡ ሓደ ፅቡቕ ነገር ክትረክብ ፈትን ሽዑ ቀስ ብቐስ ቀስ ብቐስ እቲ ናይ ምምራር ዝነበረ ልምዲ ናብ ናይ ምምስጋን ልምዲ ክቕየር እዩ ሳልሳይ ንሰባት ኣመስግን ሎሚ ንሓደ ሰብ ስለቲ ዝገበረልካ ነገር ቴንኪዩ ይበሎ የቐንየለይ ይበሎ ምስጋና ክትህብ እንከለኻ ንባዕልኻ ኢኻ ሓንቲ ዓባይ ጊፍቲ ትህባ ዘለኻ ህይወት ቃልሲ ጥራይ ኣይኮነትን ህይወት በረኸት እያ የዒንትኻ ክፈት ኣስተውዕል እሞ ኣመስግን ሽዑ ዓለም ከመይ ኢላ ከም ትቕየረካ ክትዕዘባ ኢኻ። ግዳማዊ ኹነታት ምቁጽጻር ዘይኮነ ንስምዒትካን ኣተሓሳስባኻን ምምላኾም ምእላዮም ክንዲ ኣንጻርካ ኣብ ጎንኻ ከተሰልፎም ወሳኒ እዩ። እዚ ሓሳብ እዚ ንሂወትካ ትርጉም እንተሂብዎ ላይክ ግበር። ብዛዕባ እንታይ ነገር ኢኻ ሎሚ ክተመስግን ከኣ ኣብ ኮመንት ጸሓፈልና። ንስኻ ወይ ንስኺ ውን እዛ ቪድዮ እዚኣ ካብ መጀመርያ ክሳብ መወዳእታ ትጠቕመና እያ ኢልኩም ስለ ዝረኣኹማ ላይክ ስለ ዝገበርኩምን ኮመንት ስለ ዝጸሓፍኩምን የቐንየለይ ብጣዕሚ እየ ዘመስግነኩም። ኣብ ዝመጽእ ቪድዮ ክሳብ ንራኸብ ሰላም።